እውይ ሰብ ለሙዶ ሰላማት ከመይ ኣለኹም መቸመ ንሕና ደቂ ሰባት ካብ ባዕለይ ጀሚርሲ መብዛሕትኡ ግዜ ናይ ሰባት ካብቲ ጽቡቕነቶም እቲ ክፍኦም ገሊሁ ዝረኣየና ኩነታት ኣሎ ጥዑይ ወዲ ደለዩ ጥዕይቲ ጓል ደለያ ብዝሎም እኮ ሰብ ክፍኡ እዩ እናበልና ብሕመቕና ክንፈራረድ ንረአ ኢና እሞ ምኽንያቱ ግን እንታይ እዩ እቲ ሰብ ድዩ ክፍኢስ ወይስ ኣንሕና ኣጠማምታና ኢና ዘየስተኻኸልና ዝብል ሓሳብ እዩ መፂለይ እስከ ሓንቲ ዛንታ ክዕልለኩም። ሓደ እዋን እዩ ሓንቲ ሰበይቲ ኩሉ ግዜ ሞስኮታ ትካፍት ነበረት እሞ ጎረበታ ዝኾነት ሰበይቲ እውን ክዳውንቲ ትሰጥሕ ትርኢ ነበረት። እታ ሞስኮት ከፊታ ትርኢ ዝነበረት ሰበይቲ ድማ ዋ እንታይ እዩ እቶም ክዳውንታ ምርስሖም ሓፂበ ኢላ ድያ ሓዚ ትሰጥሕ ትኸድላ ኢላ ኩሉ ግዜ ትፈርዳነ ብሕማቕ ተልዕላን ነበረት። ካብ ዕለታት ሓደ መዓልቲ ግን እታ ሰበይቲ ሞሽኮታ ምስ ኣፅረየቶ እቲ ክዳውንቲ ናታ ገረወታ ከም በረድ ጻዕዳ ኮይኑ ተራእያ። ንሳ ድማ ከምዚ በለት፣ ለከ መሽኮተይ ስለ ዘየጽረኽዎ ረሳሕ ስለ ዝነበረ እዩ እምበር ናታ ክዳውንቲ ኣይኮነን ረሲሑ በለት። ንሕና ደቂ ሰባት እውን ኩሉ ግዜ ናይ ሰብ ክፋእ ክረኣየና ዝኽእል እንድሕር ኮይኑ መሽኮት ልብና መጀመርያ ክነጽሪ ይግበአና። ነብስና ክንምርምር ከለና ናይ ሰባት ካብቲ ክፍኦም እቲ ጽቡቆም እዩ ክረኤና ዝኸእል እሞ ናትና ክፋእ ክንምርምር እንድሕር ጀሚርና ናሰባት ክፋእን ሕመቕን ክንኣሪ ድማ ጊዘ ኣይንረክብን ኢና ስለዚ ኣጠማምታና መጀመርያ ኣብ ነብስና ምምርማርን ኣብ ልብና ምጽራይን ይኹን። ሰላማት ክቡራት ቤተሰብ ልዋ ሚድያ ከመይ ቀኒኹም ኣብ ዘለኹምዎ ሰላም ክትኾኑ ይምነየልኹም እምበኣርከስ ከምቲ ኣቐድመ ቢለ ኣብ መእተዊ ዝገለጽክዎ ንእሽተን ሕፅር ዝበለት ቪድዮ ንሕና ደቂ ሰባት ናይ ሰብ ክፋእ እናረእና ካብ ንፈራረድ ኣብ ነብስና ትኹረት ተንገብር ከምቲ ኣብ መጽሓፍ ቅዱስ እውን ኣብ ዓይንኻ ዘሎ ጉንዲ ዘየውፃኻሲ ከመይ ገይርኻ ናይ ሰብ በሰር ክተውፅእ ትኽእል ይብለና እዩ እሞ ስለዚ ኩላትና ክክናይ በዓልትና ሓጢኣት ክክናይ በዓልትና ክክናይ በዓልትና ሕማቕ ነገር ኣለና እዩ እቲ እንሰርሖ ነገር ኣብ ግንባርና ትንጽሓ ተዝጽሓፍሲ ማንም ሰብ ሓንቲ ስጉምቲ ኣይምሰጎምን ግን እግዚኣብሄር ጸዋር ስለ ዝኾነ ንኹሉ ምስ ሓጢኣትና ጸይርና እዩ እሞ ንሕና እውን ንደቂ ሰባት ከማና ክንፈርዶም ዘይኮነ ብዝሰርሕዎ ስሕተትሲ እንታይ ደኣዩ ክንድግፎም ክንደፍኦም ኣይግበእናን እኳ ዳእሲ ኣቕሪብና እቲ ስሕተቶም እውን ኣሪሞም ካብ ስሕተቶም ካብ ውድቀቶም ተማሂሮም ንኽለዓሉ ኢና ክንሕግዞም ዝግበአና ክብለኩም ይደሊ ምስዚ ኣታሓይዘ ድማ መቸም ኣብ ማሕበራዊ ሚድያ ኣብዚ ክልተ ሰለስተ መዓልቲ እዚ ኣህንተ ሓፍትና ገይሩ ወዲያ ይገበረይ ከምኡ ድዩ ኢኻም እቲ ኩነታት ግን እቲ እናተጋውሐ ዝቃነየ እዚ ሓፍትና በዓልቲ ሓዳር ጸኒሓ ግን ድማ እቲ በዓል ሓዳራ ብካሊእ ስልኪ ጀንጂኑ ክስካብ ላካምዚ ቦታ ንዒሉ ከይዳቶ ብድሕሪ ግን ከም ዝወቃዓ እዩ እናወቃዓ እዩ እቲ ቪድዮ ዝረአ ማለት እዩ ስለዚ ንዚ እዛ ሰበይቲ ድያ ጌገኛስ ወይስ እቲ ሰብኣ እዩ ዝብል ሎማዓንቲ ትንክፍ ክነብሎ ኢና እሞይ ንስካትኩም እውን ኣብዚ ጉዳይ እዚ ካብ ስነ ልቦናዊ ማሕበራውን ሕጋዊ ርእይቶ እንታይ እንታይ ተዓዚብኩም እስካብ መወዳእታ ምሳይ ይፅንሑ ኣብ ኮመንት እውን እቲ ርእይቶኹም ክተቕምጥሉ ኢኹም ናተይ እውን እቲ ሓሳበይ ክገልፅ እየ ማለት እዩ መቸም ኣብዚ ሕዚ ግዜ ሚድያ ዝበዝሐሉ ኣብ ሞባይልና እሞ ብዙሕ ግዘ ንሕልፎሞ እዩ ስለዚ እዚ ማሕበራዊ ሚድያ እዚ ንዓና ተፅዕኖ ንከይገብረና ኣብ ፍቅርና ኣብ ሓዳርና ኣብ ቤተሰብና ኣብ ማሕበራዊ ኣብ ባህላዊ ኣብ ኩሉ ነገራትና ኣብ ጉዕዞ ሂወትና ተፅዕኖ ከይፈጥረና ግን ክንጥንቀቅ ይግበአና እምበር ኣብዚ ዕስራ ሓደ ክፍለ ዘመን ዘመነ ቴክኖሎጂ እዚ ክንጥቀመሉ እምበር ክጥቀመና ከም ዘይግባእ ክሕብረልኩም ይደሊ ማለት እዩ ሕዚ እዚ ሰብኣይ እዚ እሺ ፈቲንዋ እኒኦ ፈቲኑ ብድሕሪ እንደገና ንሳ እውን ያው እምነት ኣጉዲላ እኒኣ ማለት እዩ እቲ ሰብኣይ ግን እምነት ነይርዎ ማለት የኮነ እንታይ ኢሉ ይፍትና እምነት ትትነብሮ እንደገና ልለ ክወቕዓ ተሎ ያው ክልተ ስሕተት ብስሕተት ክእርም እዩ ፈቲኑ ማለት እዩ ሳዕቤናት ብዙሕ እኳ እንተኾነ እስኪ ንርያ እቲ ቀደማይ ስነ ልበናዊ ስምብራት እዩ ዘስዕብ። እዚ ስነ ልበናዊ ስምብራት ንብሎ ዘለና እታ ሰበይቲ ዋላ እኳ ጌጋ እንተገበረት እቲ ሰብኣይ ዘፃወደላ መፃወድያ ዝፈፀሞ ዓመፅን ንዘለኣለም ካብ ኣእምሮኣ ዘይሃሲ ስብራት ይገድፍ እዩ። ፍርሒ፣ ጭንቀት ከምኡ ድማ ናይ ምክልኻል ስምዒት የሕድረላ እዩ። ኩሉ ግዜ ወዲ ክትፀልእ ኩሉ ግዜ እምነት ክህልዋ ከምዘይክእል ኣብ ወዲ ዘለዎ ኣረኣያ በቃ ክትፀልእ ወዲ ይገብራ እዩ ማለት እዩ። ካልኣይ ምፍራስ ትካል ሓዳር፣ ሓዳር ማለት ትካል እዩ። ስለዚ እዚ ትካል እዚ ሓዳር ብምትእምማን እዩ ዝቐውም እምበር እቲ ሰብኣይ መፃወድያ ምስ ኣፃወደ እታ ሰበይቲ ድማ ክትጠልም ምስ ወፀት እቲ ሓዳር ድሮ ፈሪሱ እዩ። ምክንያቱ ሓዳር ብእምነት ኢኻ ብፍቕሪ ኢኻ ትምስርቶ እሞ እምነትሲ ናይ ኩሉ መሰረት እያ እምነት ስለ ዘጉደለ እዩ እቲ ፈተና እዚ ቀሪውላ ዘሎ እሞ ካብኡ እዩ ዝጅምር እቲ ሓዳር ምፍራስ ካብ ሓሳብ እዩ ዝጅምር እሞ ስለዚ ካብኡ ግን ሰላማዊ ህይወት ብድሕሪኡ ክህሉ ኣይክእልን እዩ እቲ ሳልሳይ ክንሪኢ ከለና ሕጋዊ ሳዕቤን እዩ ኣብ ብዙሓት ሃገራት ኣብ ብዙሓት ዓድታት ሰበይትኻ ስለ ዝጠለመትካ ወይ ናይ ምውቃዕ መሰል የብልካን እቲ ሰብኣይ ብገበን ዓመፅ ክእሰር ይኽእል እዩ። እዚ ድማ ንመላእ ስድራ ቤት ፋሕ የብሎ ማለት እዩ። ስለዚ ሰበይቲ ልበደለት ትበድል ክትወቅዓ ይግባኣን ዝኾነ ነገር ኣሲድ ወይ ገለ ክፈሳ ኣይግባኣን። እኳ ደኣሲ ብምንታይ ኢኻ ክትፈትሖ ትኽእል ዝብል መፍትሒታት እውን ክንርኢና ፀኒሕና ማለት እዩ። ናይ መን እዩ ግን ትጌጋ ኢልና መጀመርያ ክንርኢ እንከለና ግን እስቲ ሰለስተ ነገራት ንርአ። መጀመርያ ሚዛናዊ ትንታነ ክንርኢ ከለና ሰባት ክዛረቡ ከለዉ ይግባእ እዩ ክብሉ ይኽእሉ እዮም። እንኳዕ እሰይ እሳ ስታይላ ትጠልም እምነታ ሓዳር እንታይ ማለት ድዩ ልምንታይ ኣብ ሓዳራ እምነት ዘይነበራ ክብል ይኽእል እዩ ማለት እዩ። ግን ድማ እስቲ ነስተውዓል እታ ሰበይቲ ጌጋኣ እወ ሰበይቲ ተጋጊኣ እያ ጌጋ ፈፂማ እያ በዓል ሓዳር እንተላ ክንሳ ካሊእ ክትጃናጀን ክትቋፀር ምፍታና ነቲ ዝኣተወቶ ቃል ኪዳን ምጥላም እዩ ማለት እዩ። ስለዚ እዚ ስነ ምግባራዊ ቅልውላው ከምፅእ ይኽእል እዩ። እቲ ናይቲ ሰብኣይ ጌጋ ክንርኢ ከለና ግን እቲ ዝኸበደ እዩ ኢለ እዩ ልወስዶ ኣነ። እቲ ሰብኣይ ክልተ ጌጋታት እዩ ፈፂሙ። እቲ ቀዳማይ ኣብ ክንዲ ብግልፅነት ዝዛረብ መፃወድያ ምትካል መርማሪ ኮይኑ ካልኣይ ድማ ሕጊ ኣብ ኢዱ ብምእታው ዓመፅ ፈፂሙ እኒኦ ሓደ ጌጋ ብካሊእ ጌጋ ክእርም እዩ ፈቲኑ ማለት እዩ ስለዚ እቲ ሰብኣይ ዝፈፀሙ መውቃዕቲ ካፍታ እታ ሰበይቲ ዝገበረቶ ናይ ቆፀራን ናይ ጅንጀናን ጌጋ ንላዕሊ ብሕጊ ይሕትቶ እዩ ስለዚ ክልቲኦም ተጋጊዮም እዮም ነገር ግና እቲ ሰብኣይ መጀመርያ እቲ እምነት እንድሕር ዘየለ ኮይኑ ብግልፅነት ከዕልላ ነይርዎ ተዘይኮይንለይ ስብኣይ መጀመርያ ሓዳር ብፈተና ኣይኾነን። ማንም ሰብ ክሰሓት ይኽእል እዩ። ማንም ሰብ ፍፁም የለን። ከምቲ እሱ ድኽመታ ርእዩ ድዩ ኣትይዋ ዘሎ እታ ድኽመታ ብታ ድኽመታ እዩ ጀንጅንዋ ዝኸውን። ስለዚ ንሕና ደቂ ሰባት እውን ስጋ ልብስ ኢና፣ ደካማታት ኢና፣ ኣብ ፈተና ይተእትወኒ እዩ ዝበሃል። ብድሕሪኡ ግን ያው እንደገና ፈቲኑ ግን ከምዚ መውቃዕቲ ማሕሰይቲ ከብፅሕ ኣይግብኦን ማለት እዩ እዚ ብዙሕ ሓስባት ዘጋጥም እዩ ኣብ ፍቕሪ ዓለም ኮይንካ ኣብ ሓዳር ኣቲኻ ብዙሕ ነገር እዩ ዘጋጥም ከምዚያት እሞ ብፍላይ ኣብዚ ሕዚ ግዜ ከምኡ እዩ ኮይኑ ዘሎ በቃ መፈተኒ ኣብ እምነት ኣድያኛ ኣብ እምነቱ ድየኒዮ እናተባሃለ ብርሕቐት ኮይንካ ይኹን ብቐረባ ከምዚያት ስራሕ ክውገድ ዝግብኦ እዩ ወነት ብጣዕሚ እዩ ኣላ ብድሕሪ እስኻ ዋላ እምነታ ፀኒሓስ ፀኒዓሲ ፀኒሓ እዚ ሓሳብ እዚ ክመፃ ከለሲ ስለለይ ኣምነኒ ድዩ ከምኡ ገይሩ እያ ትብል እዛ ሰበይቲ ማለት እዩ ብድሕሪኡ ፍሕፍሕ ይፍጠር እሞ እምነት እንድሕር ተቆሪሳ ደሞ ያው ክትፅገን ትኽእል እያ ግን ድማ ከም ትነበረቶ ኣይትኾኒ ስለዚ ክኸውን ዝግብኦ ዝነበረን መፍትሒኡን ከ እንታይ እዩ ዝብል እንተርኢና ደሞ መጀመርያ ክፍቲ ዝርርብ ዋና ኣብ ሓዳር ግልፅነትና ምርድዳእ እያ ስለዚ ኣብ ሓዳር ጥርጣረ ምስ ዝመፅእ እቲ ዝበለፀ ፍታሕ ገፅ ንገፅ ተሪር ዝርርብ ምግባር እዩ እዚ ስልኪ እዚ ናይ መን እዩ ወይ ከዓ እዚ ተግባራትኪ ኣይተኣምንን ኣለኻ ማለት ድዩ ኢልካ ምዝርራብ ግልፂ ብግልፂ ዘይምትሕባእ እምበር ብኻሊእ ዘይርኻ ዘይርኻ ብተዘዋዋሪ ኢንዳይረክት ከይድኻ ኑቲ ሰብ ክተጥቅዖን ክትፍትንን ምፍታን መጀመርያ እቲ ሓዳር በዓልካ ኢኻ ትፍርሶ ዘለኻ ማለት እዩ እቲ ካልኣይ መፍትሒ ደሞ ሕጋውን ባህላውን መንገድታት እዩ ማለት ጥልመት ምስ ኣጋጠመ ሽማግለታት ፀዊዕኻ ወይ ከዓ ብሕጋዊ መንገዲ ፍትሕ ምሕታት እዩ ፍትሕ እኮ ሓደ ትዝሙይ ይዝሙ እንድሕር ረኺብካዮ ክትፈትሖ ትኽእል ኢኻ እቲ ሓደ ፍትሕ ዝፍቀደሉ ሲ ብዙሙት እዩ ካልኣይ እውን ብሞት ስለዚ እዚ እዚ ስልኪ እዚ ናይ ምን እዩ ኢልካ ብባህላዊ ብሽማግለታት ክትረዳዳእ ትኽእል ኢኻ ልዕሊ ዓቕምኻ ትኾይኑ እንተኾነ ባዕልኻ ብዝርር እንድሕር ዘይኮነ ግን ብወለድኻ ድዩ ብኣባት ነብስኻ ድዩ ባህላውን ብሕጋዊ መንገድን ክትፈትሖ ትኽእል ኢኻ ማለት እዩ ዓመፅ ግን ንኹሉ ሰብ ኪሳራ እዩ እቲ ሳልሳይ ድማ ምኽባር ሰብኣዊ መሰል እዩ ዋላ ሓደ ሰብ ንካሊእ ሰብ ክቐጥቅጥ መሰል የብሉን ጌጋ ምስ ዝፍፅም ብስልጣንን ብሕግን እዩ ዝፍታሕ ስለዚ ማንም ሰብ ንኽነብር መሰል ኣለዎ ሰብኣዊ መሰል እዩ ስለዚ ሰብኣዊ መሰሉ ክነኽብረሉ እምበር ክንግህሶ ኣይግበእን ስለዚ ኣብ መናእሰያት ብፍላይ ማለት እዩ ንመናእሰያት በዓል ሓዳር ማሕበራዊ ሚድያ ንሓዳርኩም መፍረሲ ኣይትግበርዎ ኣነ እዚኣ ደጋጊመ እያ ዘብላ ማለት ብዙሕ ነገር ኣብ ማሕበራዊ ሚድያ ትርኢ ተለኻሲ ንሕና ሓበሻ ብፍላይ ካብቲ ዝጠቕመናስ ዝሃስየና እዩ ዝበዝሕ። ገና ኢና ማሕበራዊ ሚድያ ኣጠቃቕማ ብዙሕ ኣየበናን ዘለና እሞ ስለዚ እቲ ሰብኣይ እውን ንሰበይቱ ከም ገበነኛ ኣፃዊዱ ካብ ዝሕዛ ሓዳሩ ክዕቅብ ዝኽእለሉ ካሊእ ብልሒ ክጥቀም ነይርዎ እዩ። እዚ ብልሒ ኣይኮነን ማለት እዩ። ካብዚ ፈተና እዚ ፈተና ይተእትወኒ እዩ ዝበሃል እዚያት ያው ብኣፍካ ቀሊል እዩ ኣብ ግዛዕ ኮይንካ ግን ያው ስምዒት ኮይንካ ብዙሕ ነገር ትገብር ትኽእል ኢኻ እሞ ካብ ከምዚያት ፈተና ይሰውረና ክብለኩም ይደሊ። ኣብ ስድራ ቤት ዝመፅእ ብምትእምማን እምበር ብስለላን ብጉልበትን ኣይኮነን። ዓመፅ ንሓዳር ኣይሃንፅን እዩ የፍርሶ እምበር ክብለኩም ይደሊ። ንስኻትኩም ከ እንታይ ትብሉ ኣብዚ ጉዳይ እዚ ዝያዳ መን እዩ ተጋግዩ? እትብሉ ኣብ ኮመንት ጸሓፍሉ ኢኹም ያው ፈቲኹም ጋ ክትኾኑ ተስፋ ይገብር እታ ሓሳበይ እዚኣ ተጋጊ ክትብልዋ ነገር እንተሃልያ እውን ክፅበ እየ ርእይቶኹም ሙስሊ ፍቕሪ ሙስሊነት ፍቕሪ ቃላት ክድርድር ብማዕዶ ኮይኑ ልብኺ ክሰብር ብዘይትፈልጡ እየ ስልኪ መጻወዲ ኣጻዊዱ ናይ ጥልመት መጋረጃ ኣብ ቂድመኺ ጋሪዱ ንስኺ እውን ተታሊልኪ ብጥዑም ዘረባ ቃል ኪዳን ረሲዕኺ ክትወፂ ካብ ገዛ ከይፈለጥኪ ነይርኺ እቲ ዝፅበየኪ ፍቕሪ ዘይኮነ ፅልኢ ሒዙ ክፀንሐኪ ኣይፋልኪ ሓፍተይ ጥልመት ስጌጋ እዩ ንኽብሪ ሓዳርኪ ከቢድ ዕንወት እዩ ግን ኣይፋልካን ሓወይ ሓይሊ ኣይኳንን መፍትሒ ብግልወት ኣይኮነን ዝእረም እቲ በደል ናይ ሰብ ኣካላ ቀጥቂጥካ ሕልንኣ ሴርካዮ ነቲ ዝነበረ ፍቕሪ ብደም ጨልቂኻዮ ሕጊ እናሃለወ ዓመፅ ክትመርፅ ንዓኺ እውን ኪሳራ ንዓኻ እውን ውርዴት ሓዳር ብጥርጣሬ ትካል ብመፃወዲ ኣይኮነን ዝህነፅ ናይ ሰላም መንገዲ ዘርርብ እንተጠፍኣ ሓቂ እንተሓንኪላ ዓመፅ ዘይኮነስ ፍርዲ እዩ ዝኽእላ ይብለኩም። ያው እስካብ መጨረሻ ምሳይ ስለ ዝፀናሕኹም ብጣዕሚ እየ ዘመስግን። ሰላም ቅንያት